ሰላማት ኣነ መሪሕ ገብረሉል ይባሃል ሎሚ ብዛዕባ ምስጢረ ቋንቋ ክንዛረብ ኢና ምስ ግዝ ብሓንሳብ ኮይና ማለት እዩ ግዝን ትግርኛን እተን ካልኦት ቋንቋታት ማለት እዩ። እቲ ብዛዕባ እቲ ዕላማ ክንዛረብ ኢና በዛዕባ እቲ ቁጽርታትን ዝምድናን ቁጽርታት ናይ ተፋላለየ ቋንቋታት ማለት እዩ ተወሳኺ ከማን ተመሳሰሊ ቃላት ኣርእስትና ብዛዕባኡ ክኾን እዩ ሎሚ። ሕጂ ግእዝ ምስ ካልኦት ቋንቋታት ዓለም መዚንካ ብቐሊል መገዲ ቋንቋ ዓለም ምምሃር ማለት እዩ። እሱ እቲ ቀንዲ ዕላማ ብዛዕባ ምስጢረ ቋንቋ ዝተበገስኩዎ። ብዙሕ ሰብ ሕጂ እቲ ግእዝ ከም ናይ ሃይማኖት ጥራሕ ዝኮነ እንድዩ ዝመስሎ ናይ ሃይማኖት ጥራሕ ደይኮነ ቡዙሕ ምትእስሳር ምስ ቋንቋታት ዓለም ኣለዎ እንድዩ ግን ንሱ ቀስ ኢልና ክንምርምሮ ኢና። ሕጂ ንኣብነት ሕጂ ግእዝን ትግርኛን ትግረ ኣምሓርኛን ዓረብን ሄብራይስትን እንድሕር መዚንካዮ እቲ ቁጽርታት ኣሃዛት ማለት እዩ ብግእዝ ብትግረ ዕለብ ብኣምሓርኛ ቁጥሮች ዓረብ ኣርካይም ብሄብሩ ምስፓርን ማለት እዩ። ሕጂ እንድሕር ርኢናዮ ብ ግእዝ ኣሃዱ ይበሃል እንድዩ እም ዋሕድ ከማን ብ ግእዝ ክባክ ይበሃል እንድዩ ተወሳኪ ከማን ዋሕር ይበሃል እዩ ብ ግእዝ ማለት እዩ ሓደ ማለት እዩ ዋላ ግእዝ ካእብ ሳልስ ኣሎ እንድዩ ኣብ ናይ ፊደል እሱ ከማን ሓደ ትብሎ ትክእል ኢካ ማለት እዩ ሕጂ ዋሕድ ብዓረብ እንግዝን ሓደ ማለት እዩ ሓደ ሓተ ሓንተ ኦሮት ብትግረ ሓደ ብግእዝ ኣሃዱ ማለት እዩ ብኣምሓርኛ ኣንድ ብ ሂብራይስቲ ኤኻድ ማለት እዩ። ሕጂ ብዙሕ እቲ ግእዝን ትግርኛን ብዙሕ ፍልልይ የብሉን። ኣሃድ ይበሃል ክኣል እንድዩ ክልኤ ቱ ቱ ጥራሕ ትኸውን እንድያ ወይ ሰለስቱ ብትግርኛ እንድሕር ኣንቢብካያ ክልተ። ከተንብባ ትኽእል ኢኻ ማለት እዩ። ሓሙሽተ፣ ሓሙስተ፣ ሓሙስ፣ ሓምስተ፣ ሓምስቱ፣ ሓምስተ ብግእዝ ማለት እዩ። ሓምስ ብትግረ፣ ሐምሲት ብኣምሓርኛ፣ ሓምሳ ብዓረብ፣ ኻመሽ ብ ኣይሁድ ማለት እዩ ወይ ሕጂ እንድሕር ናብ ታሕቲ ወሪድና ናብ ዓሰርተ እንድሕር ኸይድና ሕጂ ዓሰርተ ዳርጋ ቡዙሕ ፍልልይ የብሉን ዳርጋ ከም ሓደ ትሓስቦ ትኽእል ኢኻ ማለት እዩ ሕጂ እቲ ቋንቋታት ናይ ደቒ ሓምን ደቒ ሴምን ደቒ ያፌትን ኣቦኦም ኖህ ማለት እዩ። እቲ ቋንቋታት ሓደ ዳርጋ ሓደ እዩ ክትብሎ ትኽእል ኢኻ። ጥራሕ ኣብቲ ኣዳማምጻ ኣብቲ ቃላት ሓደ ክልተ ቃላት ኣለዉ ቁሩብ ፍልይ ዝብሉ ማለት እዩ። ግን መብዛሕትኡ ዳርጋ ከም ሓደ ኢኻ ትሓስቦ ትኽእል ማለት እዩ። ሕጂ እቲ ቁጽርታት ከምዚ ጌረ ኣቕሪበልኩም ድየ ዘለኹ? ሕጂ ንኣብነት ኣርባዕቱ፣ ኣርባዕተ፣ ኣርብዕ፣ ኣርባዕተ፣ ኣራት፣ ኣርባዓ፣ ኣርብኣ ማለት እዩ። ዳርጋ ሓደ ትብሎ ትኽእል ኢኻ። ዋላ ከምኡ ሰለስቱ፣ ሰለስተ፣ ሰልኣስ፣ ሰለስ፣ ሶስት ብኣምሓርኛ፣ ሰላሳ ብዓረብ ሻሎሽ ብሄብራይስጥ ማለት እዩ። ሕጂ እቲ ቋንቋታት ብዙሕ እቲ ቁጽርታት እቲ ቋንቋ ብዙሕ ፍልልይ የብሉን ድዩ? ግን ሕጂ እንድሕር ጽቡቕ ጌሩ በሪሁልና እቲ ግእዝ እንድሕር ክኢልካዮ እኮ ዳርጋ ዓረብን ሄብራይስትን ትግረን ትኽእል ኢኻ ማለት እዩ ከይ ተማሃርካዮ ይርድኣካ እዩ ብቀሊል መገዲ ትዛርቦ ተጽንዖ ትኽእል ኢኻ እንድሕር ግእዝ ክኢልካ ማለት እዩ። ሕጂ እዚ ኣለው እንድዮም ኣብ ዓድና ቡዛሓት ትግረ ትግርንያ ወይ ትግርንያ ዓረብ ዝዛርቡ ሕጂ እንድሕር ክልተ ካብቲኤን ናይ ሰሚቲክ ወይ ሃሚቲክ ቋንቋታት እንድሕር ተዛሪቦም ወይ ኣትሊስት ሓንቲ ካብ ሓንቲ ንላዕሊ ማለት እዩ እንድሕር ተዛሪቦም ብቀሊል መገዲ ክበርሃሎም ይኽእል እዩ። ብቀሊል መገዲ ቀልጢፎም ይመሃርዎ ማለት እዩ። ተወሳኺ ሕጂ ኣብዚኣ ጽቡቕ ጌርካ እንዲኻ ትሪኣ ሕጂ ግእዝን ትግርኛን ትግርኛ ኣምሓርኛን ዓረብ ሄብራይስት ዳርጋ ሓደ እዩ። እንድሕር ኣነ ኢልካ ዳርጋ ኣነ ብግእዝን ኣነ ብትግርኛን ኣና ብትግረ ኣና ከማን ብዓረብ ማለት እዩ ብኣምሓርኛ እኘ ብህብራይስቲ ኣኒ ማለት እዩ ሕጂ ቡዙሕ ፍልልይ የብሉን እቲ እንታይ ሽሙ ከምኡ ድማ ከማን እንድሕር ሪኢኩም ኣብ ንሕነ ሕጂ ብግእዝ ንሕነ እንዳተባሃለ ብ ትግርኛ ንሕና ንብሎ ማለት እዩ ንሕና ብዓረብ ናሕኑ ብሄብራይሲ ኣናሕኑ ማለት እዩ ሕጂ እቲ ቋንቋ ተማሳሰሊ እዩ ቡዙሕ ፍልልይ የብሉን እቲ ኣስማት እንድዩ ጥራሕ እንታይ ሽሙ ቁሩብ ከም ካልእ ቋንቋ ዘምስሎ ግን ቡዙሕ ፍልልይ የብሉን እዚዮ ከማን እቲ ምክንያት ስለምንታይ ቡዙሓት ኤረትራውያን ዳርጋ ልዕሊ ሰለስተ ኣርባዓተ ሓሙሽተ ቋንቋ ዛርቡ ማለት እዩ ከም ኣብ ካልኦት ሃገራት ደይኮነስ ፍልይ ዝበለ ማለት እዩ ከምዚ ቡዙሕ ቋንቋ ቀልጢፎም ይማሃሩ ይክእሉ ማለት እዩ። ተወሳኺ ሕጂ ንኣብነት ከም ሻሂ ሻሂ ብድምጽ እንድያ ጥራሕ ት ቁሩብ ትፍለይ ብትግርኛ ሻሂ ትብላ ትኽእል ኢኻ ብዓረብ ሻይ ትብላ ማለት እዩ ብግሪስ ጻይ ትብላ ብሞንጎልያ ጻይ ኸማን ብዞም ቱርኪ ቸይ ቸይ ቸይ ይብልዋ ተፋላለያ ከማን ሕጂ ብናይ ጃፓኒስ ኦቻ ይብልዋ ችየ ብናይ ህንዲ ትሻኣ ይብልዋ ብናይ ሻይኒስ ማለት እዩ ሕጂ ዳርጋ ሓንቲ ሃገር ጥራሕ ቁሩብ ፍልይ ዝበለት ናይ ሻሂ ኣጸዋውዓ ኣለዋ ንሳ ፖላንድ እያ ፖላንድ ሕጂ ሀርባታይ ይብልዋ ሕጂ ዳርጋ ኣብ ሙሉእ ዓለም ወይ ቲ ወይ ሻሂ እቲ ድምጺ ቁሩብ ቀይርካ ዳርጋ ኩሉ ሰብ ክርድኦ ክእልዩ ሻሂ ከም ትደሊ ማለት እዩ። ሓንቲ ብምልክት ኣርኢኻዮም ሻይ ፃይ ኦቻ ቲሻኣ ቲቻ እንድሕር ኢልካ ወይ ቲ ተ ተኽ እንድሕር ኢልካ ይርድኦም እዩ እቲ ሻሂ ከም ማለትካ ማለት እዩ ሕጂ እቲ ናይ ዓለም ቋንቋታት ኣሎ ሓደ ክልተ ቃላት ዳርጋ ምስ ኩሉ ተራኽቦ ትኽእል ኢኻ ኩሉ እቲ መግለጺ ሓንቲ ማለት እዩ ተወሳኺ ሕጂ ንኣብነት ሽም ስም ወይ ሸም እስማ ይብሉ ማለት እዮም እቲኦም ሄብራይሲ ሼም ይብሉ እቲኦም ዓረብ ስማ ይብሉ ንሕና ሽም ወይ ስም ንብል ማለት እዩ ሕጂ በቲ ታሪክ እንድሕር ርኢካዮ ሴም ወዲ ኖህ ማለት እዩ ሕጂ ካብኡ እዩ ከማን እቲ ሴሚቲክ ዝመጽእ ማለት እዩ። ሕጂ ከም ኣቦ ናይቲ ቋንቋታት ሴሚቲክ እንድዮም ዝብሉ ግን ካብ ከም ናይ ድቅ ሴም ድቅ ሃም ድቅ ያፌት እዚኦም እቲ ሰለስተ ተማሳሰሊ ቋንቋታት ቡዙሕ ትረክበሎም ትክእል እንዲካ ሕጂ ካብ ካብቲ ኣቦ ኖህ ዩ እቲ ቋንቋታት ናብ ደቁ ሰጊሩ እሶም ቁሩብ ፍልይ ኣቢሎም ኣብዚኣ ዓለም ኣዘርጊሖማ ማለት ዩ እቲ ቋንቋ እቲ ፍልጠት እቲ ኣጸሓሕፋ ተወሳኺ ከማን ቤት ቤት ወይ ቤተ ዳርጋ ኣብ ቡዙሓት ሃገራት እቲ መግለጺ እቲ ትርጉሙ ሓደ ዩ ወይ ገዛ ወይ እንዳ ማለት ዩ ሕጂ ንኣብነት ከም ዓቢ ከተማ ትፍለጥ ንእሽተይ ከተማ እንድያ ዓቢ ኣይኮነትን ግን ከምዚ ናይ እምነት ከተማ ትፍለጥ ቤት ሌሄም ማለት ዩ ሕጂ እሳ ንባዕላ ቤት ኣለዋ ማለት ዩ። ቤተ፣ ቤት፣ ትትርጉሙ ዳርጋ ሓደ ትብሎ ትክእል ኢካ ከምኡ ድማ ከማን ታሪክ ታሪክ ኣብ ተፋላለያ ሃገራት እቲ መግለጺ ናቱ ከም ሓደ ክትሪኦ ትክእል ኢካ ማለት እዩ history ማለት እዩ ብእንግሊሽ ብቋንቋ እንግሊሽ ማለት እዩ ሕጂ ኣብ ዳርጋ እዚኦም ኩሎም ክርስትያን ይኩኑ ኣስላም ይኹኑ ሄብራይስት ይኹኑ መብዛሕትኦም እንድሕር ኣሚኖም እንድሕር ጸሎቶም ዓጽዮም ኣሜን እንድዮም ዝብሉ ሕጂ ኣሜን ብዙሕ ምትእስሳር ምስ ኣብ ተፈላለየ ሃገራት ምስ እምነት ኣለዎ ምስ ብሊቪንግ ማለት እዩ ዋላ ከም ሽም ይጽዋዕ እንድዩ ኣሚነ ወይ ኣሚና ወይ እምነት ኸማን ከም ኣስማት ኣብ ሃገርና ይርከብ እዩ ማለት እዩ ሕጂ እንድሕር ኣብዚኣ ሪኢኹም እቲ ኣዳማምጻ እዩ ቁሩብ ፍልይ ኢሉ ግን ዳርጋ እቲ ትርጉሙ ሓደ እዩ ብግእዝ ኣሜን ይብሉ ብትግርኛ ኣሜን ይብሉ ብትግረ ኣሜን ይብሉ ኣምሓርኛ ኣሜን ዓረብ ኣሚን ይብሉ ብዔብራውያን ኣሜን ይብሉ ሄብራይስጥ ማለት እዩ ብእንግሊዝ ከማን ኤይመን ይብሉ እቲ ድምጺ እዩ ጥራሕ ቁሩብ ዝፈሊ ግን ዳርጋ ኣብ ኩሉ ከም ሓደ ትሪኦ ትክእል ኢካ ማለት እዩ ሕጂ ንኣብነት ሱቅ ወይ ሁስ ሁስ ሁስ ሕጂ ን ትሪት ትብሎ ትክእል ኢካ ሁስ ሁስ በል ሱቅ በል ትብሎ ትክእል ኢካ ማለት እዩ ከምኡ ይባሃል እንድዩ ኣብ ዓድና ሕጂ እዚ ከማን ኣብ ከም ሱስ እንድሕር ኢልካ ሪኢካዮ ኣብ ቋንቋ ቱርኪ ከም ኣፍካ ሓዝ ሱቅ በል ማለት እዩ። ሕጂ እዚ ስለምንታይ ድየ ኣምጺኤዮ ነይረ እቲ ቋንቋታት ካብ ተተፋላለያ ሃገራት ማለት እዩ እዚ ኩሉ ሰሚቲክ ሃሚቲክ እዚኦም ደቂ ያፌት ዝነበሩ እቲ ካብ ቀርኒ ኣፍሪቃ ርኢኻስ ክሳብ ስዑዲ ኢራን ክሳብ ጥልያን ስፐይን እቲ ሰሜናዊ ኣፍሪቓ እንድሕር ኩሉ ጸብጺብካዮ ዳርጋ እቲ ቋንቋ ተማሳሰሊ እዩ እሱ ሕጂ ኣብዚኣ ቀዳማይ ክፋል ኩሉ ክእትዎ ኣይክእልን ድየ ግን ምስ ግዜ ከብርሃልኩም እየ እዚኣ ሕጂ ስለምንታይ ድየ ኣምጺኣ ሕጂ ቀደም ብታሪኽ ማለት እዩ እቲ ኣቡኡ ሕጂ ን ኣሌክሳንዳ ፑሽኪን እቲ ኣብ ኤሪትራ ዘሎ ማለት እዩ ከምዚ ታሪኻዊ እንታይ ሽሙ ዝገበሩሉ ኣፍቲ ባቢሎን ስክዌር ናይ ኣስመራ ሕጂ ናቱ ኣቡኡ ኣቦሓጉኡ ማለት እዩ ሕጂ ኣብዚ ኣብ ራሽያ ከም ሃኒባል ወይ ጋኒባል እንድዩ ዝፍለጥ ግን እቲ ቁኑዕ ሽሙ ኣብራም እንድዩ ንጉስ ከይከውን ኢሎም ወሲዶሞ ንዓረብ ሂቦሞም ኪዱ ሽጥዎ ካብዚ ሩሑቅ ቦታ ውሰድዎ ገለ ገለ ኢሎም እትዮም ዓረብ ሕጂ ወሲዶሞ ነቲ ቆልዓ እንዳ ንጉስ ናይ ቱርኪ በጺሖም ኔሮም እዚ ናይ ቀደም እዚ ኦትማን ኦትማን ኤምፓየር ዝበሃል ክኣ ናብ ኮንስታንቲኖፕል ሕጂ ከም ኢስታንቡል ትፍለጥ ማለት እዩ ናብኡ ወሲዶም ናብቲ ንጉስ ሽዑ እዚ ወዲ ንጉስ እዩ ካብ ቅርኒ ኣፍሪካ እዩ ገለ ገለ ኢሎም ንዑ ወሲዶሞ ነቲ ወዲ ምስ ወሰድዎ በቓ ኣብ ሰሙን ቱርኪ ተዛሪቡ። ሕጂ እቲ ንጉስ ሰንቢዱ ከመይ ጌሩ እዩ እዚ ወዲ ኣብ ሰሙን ቱርኪ ይዛረብ ማለት እዩ። ሕጂ ሓንቲ ምስጢር ዘላታ እዚኣ ነገር እንታይ ድያ እቲ ግዝ ግዝ እንድሕሪ ኺኢልካ እቲ ካልእ ቋንቋታት ቐልጢፍካ ኢኻ ትማሃሮ ማለት እዩ። ሕጂ እቲ ከም ጋኒባል ዝፍለጥ ማለት እዩ ኣብራም እሱ ሕጂ ካብ ኤርትራ ተወሲዱ ናብ ቱርኪ ከይዱ ምእንቲ ኣብ ኤርትራ ንጉስ ከይከውን ማለት እዩ ሕጂ ኣብ ቱርኪ ከም ስልያ ስለ ዝሰርሕ ዝነበረ ብዙሕ ተማሂሩ ብዙሕ ተማሂሩ ናብ ብኣጊሮም እቲኦም ናይ ራሽያ ፈሊጦም ኒሮም እቲ ንጉስ ነቲኦም ድቕታት ናይቲኦም ተፈላለየ ሃገራት ከም ዝሕዙ እዚኦም ራሽያ እቲኦም ካልኦት ንጉሳት ናይ ዩሮብ ኩሎም ፈልጡ ኒሮም ድዮም ሓጂ ሓደ ንጉስ ካብ ራሽያ ነቲ ከም ሃኒባል ዝሳጉ ሃኒባል ኢሎሞ እንድዮም ጸዊዖሞ ከምቲ ናይ ቅድሚ ክልተ ሽሕ ዓመት ማለት እዩ ን ጥልያን ዝደፈረ ን ሮመን ኤምፓየር ሕጂ ጅግና ንፉዕ ስለ ዝነበረ ከምኡ ኢሎም ጸዊዖሞ እንድዮም ሕጂ እሱ ኣብ ሰሙን ስለ ተማሃረ ከም ስለያ ስለ ዝሰረሐ ቡዙሕ ፍልጠት ሒዙ እዩ ካብቲ ናይ ኦትማን ኤምፓየር ማለት እዩ ኦቶማን ኤምፓየር ሕጂ ተወሳኪ ከማን ኣብ ዓድና ሕጂ ሓንቲ ፍልይ ዝበለት ቦታ ኣላ እንድያ እዚኣ ቦታ ሕጂ ከረን እንድያ ትባሃል ስለምንታይ ፍልይ ዝበለት ቦታ ኢለ ዝጽዋዓ ኣብኡ ሕጂ እቶም ቆልዑ እቲኦም ናኣሽቱ ቆልዑት ብቡዙሕ ቋንቋታት እዮም ዝዓብዩ ካብ ንእስነቶም ኣርባዕተ ክሳብ ሽዱሽተ ቋንቋ ይዛርቡ ማለት እዩ ሕጂ ብሌን ይዛርቡ ትግርኛ ይዛርቡ ትግረ ይዛርቡ ዓረብ ይዛርቡ ኢንግሊሽ ይዛርቡ ሓሙሽተ ቋንቋ ማለት እዩ። ሕጂ ሓሙሽተ ቋንቋ ኣብ ንእስነትካ ንእሽተይ ቆልዓ ኮለኻ እንድሕር ትማሃሮ ኮንካ ብልጫታት ኣለዋ ማለት እዩ ሕጂ እንድሕር ንኣብነት ግእዝ ኪኢልካ ትግረን ዓረብን እቲ ካልእ ቋንቋታት ናይ ዓድና ትማሃሮ ይሕግዘካ እዩ ማለት እዩ ግን ቡዙሕ ሰብ ነቲ ግእዝ ከምዚ ከም ናይ ሃይማኖት ቋንቋ ጥራሕ ስለ ዝሪኦ ቁሩብ እቲ ቋንቋ ቁሩብ ተበዲሉ እንድዩ ዘሎ ከምዚ ተገዳስነት ቡዙሕ እቲ ምስጢሩ እቲ ጥቅሙ ገለ ስለ ዘይርድኦ እቲ ህዝብና ከምዚ ቀሊል ጌሩ ሸለል ኢሎም ይሪኡዎ ነቲ ቋንቋ ማለት እዩ ሕጂ ተወሳኺ ንኣብነት ኢስማኤል ኢስማኤል እንድሕር ኢልካ ይስማዓለይ እንድሕር ኢልካ ዳርጋ ሓደ ማለት እዩ ሕጂ እቲ ትግርኛን ዓረብን ብዙሕ ፍልልይ የብሉን እንድሕር ጽቡቕ ጌርና ሰሚዕናዮ ማለት እዩ። ዳርጋ ቡዙሓት ቃላት ኣብ ዓረብ ትረኽብ ኢኻ እንድሕር ተረዲኡካ እቲ ምስጢር ናይቲ ቋንቋታት እቲ እቲ ዝምድና እንድሕር በሪሁልና ጽቡቕ ጌርና ነስተማቕሮ ንኽእል ኢና ማለት እዩ። ይስማኤል ሕጂ ዋላ ኣብ ታሪኽ እንድሕር ኣንቢብናያ በቲ ናይ ኦሪት ዘፍጥረት ኣብኡ ከማን ጎይታና ሰሚዕዎ ንእስማኤል ብኣ ምክንያት ምት ይስማዓለይ ምስቲኣ ይስማዓለይ ትባሃል ሓደ ምስቲ ታሪክ እንድሕር ኣሲርካዮ ማለት እዩ። ሕጂ ኩሉ ምስቲ ምስቲ ታሪኽ ትኣስሮ ትኽእል እንዲኻ እቲ ተባሃለ ተገበረ ተፈጸመ ዳርጋ ምስቲ ቋንቋ ቡዙሕ ዝምድና ኣለዎ ማለት እዩ ሕጂ ወይ ኢሳቅ ኢሳቅ ይሳክ ይስሓቅ ትብሎ ትኽእል ኢኻ እዚ ከማን ምስቲ ታሪኽ ናይቲ ናይቲ ሳራ ሲሒቃስ ምሳኺ ሙሉእ ዓለም ይስሓቅ ኢሎማ ሕጂ እቲኣ ሽም ተፈጢራ ማለት እዩ ኣብ ኣብ ሃገርና ይኹን ኣብ ኢስራኤል ይኹን ኣብ ተፋላለየ ሃገራት ይኹን ይሳቅ ከም ሽም ትፍለጥ እያ ማለት እዩ ኢሳቅ ወይ ይሻቅ ይብልዋ እቲኦም ሄብራይስቲ ኩሉ ግዜ ን ሳ ናብ ሻ እዮም ዝቅይርዎ ማለት እዩ። ሕርኢስ ሳቅ ኢልናያ ንሕናስ ከም ትግርኛ እሶም ይሻቅ ይብልዎ ማለት እዩ ሕጂ ምስቲ ታሪክ ናይቲ ኣብቲ መጽሓፍ ቅዱስ ዘሎ ወላ ኣብቲ ቶራህ ዘሎ ምስኡ ምትእስሳር ኣለዎ እንድዩ ኣብኡ ተጻሒፉ ኣሎ እንድዩ እቲ ታሪክ ሕጂ ምስኡ ብሓንሳብ ኮኔክት ትገብሮ ትክእል ኢካ ማለት እዩ ተራክቦ ትክእል ኢካ። ወይ ማሊክያ ማሊክያ ሕጂ ማሊክያ ብዓረብ ማለት እንድዩ ከም ሽም ከማን ኣሎ ማሊክ ይብሉ እትዮም ዓረብ ማለት እዩ ሕጂ ብትግርኛ እንድሕር ቶርጊምካያ መልእክቲ ማለት እዩ። ወላ እቲ ዓረብ እንድሕር ናብ ኢንግሊሽ ወይ ናብ ካልእ ቋንቋታት ቶርጊምካያ ንግስቲ፣ መልእኽቲ፣ ከምኡ ጊርካ ትትርጉሞ ትኽእል ኢኻ ማለት እዩ። እዚ ከማን ከም መግለጺ ምእንቲ በቲ ክልተ ኣስማት ጥራሕ ዘይኮነ ኩለን ኣስማት ዳርጋ ምስቲ ናይ ታሪኽ ምስቲ ምስቲ ቋንቋ ምስቲ ኩሉ ነገሩ ዝምድና ኣለዎን ድዩ? ግን ቁሩብተይ በቲ ኣዳማምጻ በቲ ቃል ቁሩብ ፍልይ እንዳበለ እንድዩ ዘዳነገረካ ወይ ከም ካልእ ቋንቋ ትሓስቦ ከም ኣይርደኣንን እዩ ሕጂ ተወሳኺ ከማን እዚኣ ሕጂ ካብ ናይ ካብ ናይ ሞሱል ማለት እዩ። ሞሱል ኣብ ናይ ሎሚ ኢራቕ ትርኸብ ማለት እዩ። መጽሓፍ ኣብ ናይ ሙዘዩም ናይ ሞሱል ተረኺባ ማለት እዩ። ሕጂ እዚ ብቋንቋ ግእዝ ማለት እዩ። ሕጂ ግእዝ ከም ዓለማዊ ቋንቋ ከምዝነበረ ብመርመርቲ ይፍለጥ ኣሎ እንዳ ተፈለጠ መጽሎ ዋላ ኣብ ተፋላለያ ሃገራት ኸማን እንታይ ሽሙ የምህሩ ኣለዉ ግእዝ ማለት እዩ ግን እሶም ከማና ብልጫታት የብሎምን። ቀዳማይ ነገር እሶም ግዝ በቲ ንሕና ነደምጾ ንሕና ኣብ ፊደልና ኣሎ እቲ ግዝ ፊደል ማለት እዩ ኣብ ባህልና ኣሎ ኣብ ሃገርና ኣሎ ኣብ ኩሉ ኢና ንረኽቦ እሶም ግን ሕጂ ከም ብ ጀሚሮም ከም ከም ጀማራይ ኢሎም ድዮም ዝጅምርዎ ግን ከማና ክበጽሑ ኣይኽእሉን እዮም። ስለምንታይ ንሕና እቲ ኣዳማምጻ ንፈልጦ ኢና ማለት እዩ ዳሕረይ ምስቲ ኣምሓርኛ እንታይ ሽሙ ጌረ ከብርሃልኩም እየ ምስቲ ኣምሓርኛን ትግርኛን እቲ ፍልሊ ቐስ ኢለ ከርእየኩም እየ ናይዚኣ ከማን ንእሽተይ ኣብ ፍራንስ ዕስራን ኣርባዕተን ከም ዶኩመንተይሽን ረኺበያ እንድየ ኣጋጣሚ ሕጂ ስለ ዝረከብኩዋ ከም ስክሪን ሾት ኣብዚ እእትያ እንድየ ግን ከም ቪድዮ ከማን ቁሩብ ባዕልኩም ትርእዩዋ እንዲኩም ኣብ ኢራቅ ሙሱል ሓደ ጳጳስ ናይ ናእ ሓደ ቀሺ ድዩ ወይ ናይ ካቶሊክ ይመስለኒ ግን ብልክዕ ኣይፈልጦን እየ ቀሺ እንድዩ ግን እቲ ሕጂ ናይቲ ታሪክ ኩሉ ነገር ሒዝዎ ጸኒሑ ኔሩ ስለ ዝሓዞ እዚ መጽሓፍቲ ድሒኑ ማለት እዩ ካብዚኦም ኣይስስ ኣይስስ እዚኦም ዳዕሽ ኣብቲ ከባቢ ሽዑ እዋን ርቡሹ እንድዮም ነይሮም እዚ ግን ድሒኑ እዝን ካልኦት ጽሑፋት ማለት እዩ እዚ ጥራሕ ደይኮነ ዋላ ናይ ዓረብ ሃገራት ኣብ ናይ ስዑዲ ኣብ ናይ የመን ቡዙሓት ኣሎ እንድዩ ቦታታት እንታይ ሽሙ ትረኽበሉ ከምዚ ስእልታት ካልእ ጽሑፍ ኣብ መንደቕ ኣሎ እንድዩ ሕጂ ንሱ ከማን ኣፍቲ ኣብዚ ክሪኤኩም ድየ እዚ ሕጂ ፍልይ ዝበለ እንድዩ ብታሪኽ ብኩሉ ነገር እሶም ሕጂ ኣይፈልጥዎን እዮም እትዮም ማዕረባውያን እሶም ክፈልጥዎ ከማን ኣይክእሉን ድዮም እቲ ኣገዳስነት ከምዘሎ እቲ ጽሑፍ ኣብ ስዑዲ ኣብ የመን ከምዚ ጽሑፋት ተረኺቡ ኣብ መንደቕ ሕጂ ዳርጋ ተንብቦ ትኽእል እንዲኻ ዋላ እንድሕር ኣቕሪብካዮ ዳርጋ መብዛሕትኡ ከም ግእዝ ተንብቦ ትኽእል እንዲኻ ከም ግእዝ ከም ጽሑፍ እቲ ባህሊ ገለመለ የረድኡኻ ማለት እዩ ኣብቲ ጽሑፍ ይነግሩኻ ሕጂ ከምኡ ስለ ዝኾነ እቲ ናህና እንታይ ሽሙ ከምዚ ብቀሊል እዚ ቋንቋና እቲ ባህልና እቲ ኩሉ ነገሩ ከም ብቀሊል ክንሪኦ የብልናን ሕጂ እሱ ኣገዳሲ እንድዩ ንሕና ከምዚ ዕድል ረኺብና ታሪኽ ክንመሃር ንኽእል፣ ፍልጠት ክንመስርት ንኽእል ኢና። እዚ ዕድላት ግን ክንጥቀመሉ ክንጽዕር ኣለና። ሕጂ ንኣብነት ኣብ ናይ ሕጂ ኣብ ናይ ጥልያን ኣብ ናይ ፍረንች ኣብ ናይ ስፐይን ቋንቋ እንድሕር ኣቲና፣ ሕጂ ኣተንስዮን፣ Attention፣ ብ ኢንግሊሽ ማለት ኣተንሽን ሕጂ እቲ ጸሓፋ ሓደ እንድዩ ኣተንሽን ምስቲ ናይ ፍረንች ኣቶንስዮን፣ Attention፣ ማለት እዩ ሕጂ እቲ ኣዳማምጻ እዩ ጥራሕ ፍልይ ዝበለ ግን እቲ ቋንቋ ዳርጋ ሓደ እዩ ትብሎ ትኽእል ኢኻ። እቲኦም እቲ ድምጺ እንድሕር ቀይርካዮ ኣደንፍዮን Adenfion ትብሎ ትኽእል ኢኻ ከማን ብስፔይን ማለት እዩ ሕጂ እዚ ኩሉ ዳርጋ ከም ሓደ ቋንቋ ትሪኦ ትኽእል ኢኻ ድሕር እቲ ሓንቲ ፈሊጥካያስ እቲ ኣዳማ ምጻ እንዲኻ ጥራሕ ትቕይሮ ትፈልጦ ትኽእል ኢኻ እዚ ከማን ኣብ ኤሪቲቪ ዝረኸብክዎ ማለት እዩ ከም ዶኩመንተይሽን ኣምጺኦማ ነይሮም። እዚ ናይቲ መርማሪ ናይ ቋንቋ ዶክተር ቦቕረጽዮን እዩ። ሕጂ እቲ ቋንቋታት እንድሕር ከምዚ ከም ተይብል ጌርካ እንድሕር ኣብ ሓንቲ እንድሕር እኢትኻዮ ጽቡቕ እንድዩ። ሕጂ ኣብዚኣ ዓይኒ ዓዓ እንዳ ረኣኻ ዓይኒ ትርኢ ኣለኻ ማለት እዩ። ሕጂ ምስቲ ዓዓ እቲ ዓይኒ ይሰማማዕ ማለት እዩ ብከምኡ ትሪኦ ትክእል ኢካ ወይ ኣብዚ ሕጂ ንኣብነት ረ ረ እንድሕር እቲኣ ርእሲ እንድሕር ሪኢካያ እቲ ፎርማ እቲ ጮግሪ ናይቲ ፎርማ ዳርጋ ከም ረ ይመስል ማለት እዩ ሕጂ ብከምኡ እንታይ ሽሙ እቲ ቋንቋ ክትሪኦ ትኽእል እንዲኻ ኩሉ ምስቲ ምስቲ ባህሊ ምስቲ እምነት ምስቲ ታሪኽ እንድሕር ኩሉ ብሓንሳብ እንድሕር ርኢኻዮ ቡዙሕ እቲ ቋንቋ እቲ ዝምድና ክርዳኣካ ክበርሃልካ ይኽእል ዕድላት ኣሎ ማለት እዩ ተወሳኺ ሕጂ ንኣብነት ብግእዝ እም እም እም ይብሉ ማለት እዩ። ብትግርኛ ኣደ እኖ እንድዮም ዝብሉ በኩናማ ንንጉዓ ይብሉዋ በናራ ኣኒን በሳሆ ከማን ወይና በዓፋር ኑማ ማለት እዩ። ግን ሕጂ እም ብግእዝ እንድሕር ርኢናያ ብትግረ እም እያ ማለት እዩ። ብቢለን እማ ማለት እዩ በጃ ወይ ሕዳረብ እምያ ማለት እዩ ብዓረብ ኡም ማለት እዩ ሕጂ እቲያ እም ኣብ ኣርባዕተ ቛንቛ ትረኽባ ትኽእል ኢኻ ማለት እዩ። ሕጂ እቲ መኽሰብ ናይቲ ግእዝ ማለት እዩ። እቲ ግእዝ እም ይብሉ ትግረ እም ቢለን እማ በጀ ሕዳረ እምያ ዓረብ ኡም ዋላ ብኣምሓርኛ እምየ ይብሉ ማለት እዩ። ዳርጋ እቲ ካብ ግእዝ ከምተፈጠረ እቲ። ቃላት ክበርሃልካ ክርዳእካ ክእል እዩ ማለት እዩ ሕጂ ተወሳኺ ኣቦሓጎታትና ቀደም ብሰዓት ኣይኹኑን ዝኸዱ ነይሮም ብፅላል ናይ ፀሓይ እዮም ዝኸዱ ነይሮም ማለት እዩ በቲያ ፅላል ናይ ፀሓይ ልክዕ እቲኣ ሰዓት የምጹልካ ኔሮም ማለት እዩ ሕጂ ፋዱስ እዩ ይብሉኻ ሕጂ እዚኣ ወርሒ እያ ይብሉኻ ሰዓት ክንድዚ ክንድዚ እዮም ዝብሉኻ ሕጂ እስኻ ትግረም ከም ንእሽተይ ቆልዓ ኣይትፈልጦን ኢኻን ማለት እዩ ከመይ ጊሮም እዮም ፈሊጦሞ ትብል ማለት እዩ ከመይ እዞም ታይ ግን እሶም ሕጂ በቲ ጽላል ጊሮም እዮም ዝፈልጥዎ ማለት እዩ ሕጂ እንድሕር እቲኣ ጽላልካ ነዊሓ ወይ ሓጺራ ይፋላለ እዩ እቲ ኣዋርሕ እቲ ግዜ ከማን ማለት እዩ ሕጂ ካብ ምዕራብን ምብራቅን እንድሕር ልክዕ ብየማን ብጸጋም እንድሕር ኮይኖም ዘለዉ ነቲ ሰዓት ብልክዕ ተምጾ ትክእል ኢካ ሰዓት ክንደይ ከም ዘሎ ማለት እዩ ሽዑ ግን ኣብ ሰለስተ ሰለስተ ሰዓት ትመቕላ ኣለካ ምእንቲ እቲኣ ሰዓት ልክዕ ተምጻ ማለት እዩ ሽዑ እቲኣ ወይ ሰዓት ትሽዓተ ከም ማእኸል ትሪኣ ወይ ፋዱስ ከም ማእኸል ትሪኣ ወይ ሰዓት ሰለስተ ከም ማእኸል ትሪኣ ሽዑ እቲ ሰዓት በቲ ጽላልካ ጌርካ ልክዕ ተምጻ ማለት እዩ ሕጂ እዚኣ ብናትኩም ግምት ትግምቱ ትኽእሉ እንዲኹም እዚኣ ሕጂ ሰዓት ክንደይ ከም ዝኾነት ኣብዚኣ ትርእዩዋ ኹም ማለት እዩ ሕጂ እዚኣ ከም ፋዱስን ዓሰርተ ትሪኣ ትኽእል እንዲኻ ልክዕ ፋዱስ እንድየ ክስእላ ሓሲበ ነይረ ግን ዓሰርተ ደቂቅ ዶንጊና ማለት እዩ በቲ ጽላል ግን ትፈልጦ ትኽእል ኢኻ ከባቢ ፋዱስ ከም ዝኾነ ማለት እዩ ተወሳኺ እንድሕር ሕጂ ጽላልካ ናብ ካብ ፋዱስ ማለት እዩ ናብዚኣ እንድሕር ከይዳ እቲኣ ሰዓት ፍልጥቲ እያ ማለት እዩ። ግን እንድሕር ሕጂ ካብ ሰዓት ሰለስተ ከም ፋዱስ ደይትሪኣ ኮንካ ወይ ከም ማእከል ደይትሪኣ ኮንካ እቲኣ ሰዓት ኣርባዕተ ትረክባ ኣይትክእልን ኢካ ማለት እዩ በቲ ጸሓይ በቲ ጽላል ናይ ጸሓይካ ማለት እዩ ሕጂ እዚኣ ክልተን ዕስራን እንድያ ሰዓት ክልተን ዕስራን ሕጂ ግን እንድሕር ሰዓት ሰለስተ ከምጽኣ ደልየ ኮይነ ንየማን ገጸይ ሑቕይ ክህብ ኣለኒ ማለት እዩ ንየማን ተጠውየ ሽዑ ጸሓይ ብድሕሪት ትሃርመኒ ኣለዋ ማለት እዩ እንድሕር ብድሕሪት ሃሪማትካ እያ ጸዕሓይ ትፈልጣ ማለት እዩ ሕጂ ምእንቲ ልክዕ ተምጽኣትያ ሰዓት ካብ ሰዓት ትሽዓተ ፋዱስ ሰዓት ሰለስተ ትገብር ኣለካ ድሕሪኡ ናይ ምሸት ከማን በቲያ ወርሒ ጊርካ ነቲ ጽላልካ ትፈልጣ ትክእል ኢካ ነቲያ ሳዓት ትፈልጥ ትክእል ኢካ ማለት እዩ እንድሕር ወርሒ ኣላ ማለት እዩ እንድሕር ማይ ደይ ሃረማ ከማን ኢካ ጥራሕ ትፈልጦ ትክእል ጻሓይ እንድሕር ኣሎ ማለት እዩ። ጸሓይን ብጸሓይን ወርሕን እቲ ግዜ ብዘይ ሰዓት ትፈልጦ ትኽእል ኢኻ ማለት እዩ። በቲ ናይ ቀደም በቲ ናይ ኣባሓጎታትና ማለት እዩ። ሕጂ እቲ ቃላትና ኣብ ሙሉእ ዓለም ድዩ ዝርኸብ እንድሕር ጽቡቕ ጌርና መርሚርናዮ ማለት እዩ። ንዑ እንድሕር ኣጽኒዕናዮ ሕጂ ንሱ ንኣብነት ሕጂ እዚኣ ኣብ ግብጺ እንድያ ትርኸብ ግዜ ትበሃል ማለት እዩ። እቲ ዝገርመኩም በዚኣ እንድሕር ሪኢኹማ እቲኣ ግዜ ኣብ ሸሞንተ ተመቒላ ኣላ ማለት እዩ። ሕጂ ሸሞንተ ብ ብ ሰለስተ ሰዓት እንድሕር ጊርካያ ዕስራን ኣርባዕተን ሰዓት ማለት እዩ። ልክዕ ሓንቲ መዓልቲ ዕስራን ኣርባዕተን ሰዓት ኣለዋ ማለት እዩ። ሕጂ እቲኣ ጽላል በዚኣ በዚኣ ፒራሚድ እንድሕር መርሚርኩማ ነዚኣ ናብ ግብጺ ትርከብ ፒራሚድ ብዛዕባ ግዜ እያ ትሕብሮም ብዛዕባ ካልእ ኣይኮነትን ሽማ ከማን ግዜ ሕጂ ብቋንቋ ሃገርና እኮ ግዜ ግዜ ማለት እዩ ታይም ማለት እዩ ሱዩ ሕጂ እቲ እቲ ቋንቋና ኣብ ኩሉ ይርከብ ማለት እዩ። ኣብዚ ሕጂ ጥራሕ ዘይርከብ ኮይኑ ኣብ ካልእ ተፈላለየ ታሪኻዊ ቦታታት ይርከብ እንድዩ። እዚኣ ፒራሚድ ሕጂ ንሕርሻ እንድያ ተድልዮም። ንሕርሻ መዓስ ከም ዝሓርሱ፣ ኣይናይቲ ወርሒ እያ፣ እቲያ ጸሓይ መዓስ ናበይ እያ ትኸይድ፣ እንዳመርመሩ ነቲ ግዜ ይፈልጡ ማለት እዩ። እቲ ግዜ ምስ ፈለጡ መዓስ ከም ዝሓርሱ መዓስ ከም ዝዓጽዱ ኩሉ እቲ ኩሉ ነገሩ ናይ ሕርሻ ይፈልጥዎ ማለት እዩ። ሕጂ ዋላ እቲኣ ጸሓይ ነዋሕ ድያ ሓጻር ድያ ብኣ ጌሮም እቲ ኣዋርሕ ይፈልጡ ማለት እዩ እንድሕር ክንዲ እዚኣ ነዊሓ ኣላ ወርሒ እዚኣ እያ እንድሕር ሓጺራ ዘላ ወርሒ ክንዲ እዚኣ እያ ከምኡ እንዳገበሩ ነቲ ግዜ ይፈልጥዎ ማለት እዩ ግን ሕጂ እቲኦም ግብጻውያን እንድሕር ሓቲትካዮም መብዛሕትኦም እቲ ነዚ እንታይ ሽሙ ኣይፈልጥዎን እዮም ዝገርመካ እዩ ግን ግዜ እንድሕር ጥራሕ ብትግርኛ ጥራሕ እንድሕር ኣንቢብካያ ትፈልጣ ኢኻ ግዜ ከም ዝኾነት ብዛዕባ ታይም ከም ዝዛረብ ማለት እዩ ሕጂ ተወሳኺ ተፋላለየ ቃላት ኣሎ እንድዩ ሕጂ ንኣብነት ብ ግእዝ ብእሲት ብትግረ እሲት ማለት እዩ ሕጂ ብትግርኛ ሰበይቲ ማለት እዩ ሕጂ ብ ግእዝ እብን ብ ትግረ እብኒ ማለት ብ ትግርኛ እምኒ ማለት እዩ ሕጂ ብ ቋንቋ ዓረብን ብ ቋንቋ ኤብራይስትን እብን ከማን ውላድ ውላድ ማለት እዩ ውላድ ከምዚ ውላድ ማለት እዩ እብል ሰብእ ሰብእ በትግረ በትግርኛ ሰብ ማለት እዩ ርስ ርሲት ብቋንቋ ትግረ ርእሲት በትግርኛ ርስቲ ማለት እዩ በግእዝ ወጽዓ በትግረ ወጥኣ በትግርኛ ወጽዓ ማለት እዩ ሕጂ እቲ እቲ ግእዝን ትግረን ትግርኛን ብዝያዳ ኸማን እንድዒ ሕጂ ኣለዉን ድዮም እትዮም ኣቕሸሽቲ ሓደ እዋን ግእዝ እቲ ትግረ ሰሚዖምስ እዋእ እዚ ደኣ ግእዝ እንድዩ እንዳበሉ ኣብዚኣ ሓሳብ እትዮምኒ ማለት እዮም ከምዚ ከመይ ማለቶም እዩ ግዝ እዩ ኢለ ሓሲበ ሽዑ እዚኣ ፈሊጠ ማለት እዩ ዳርጋ ትግረ ምስ ግዝ ትግርኛ ከማን ኣለዎ እንድዩ ግን ትግረን ግዝን ዳርጋ ተማሳሰሊ እዩ ቡዙሓት ቃላት ኣብ ትግረን ኣብ ግዝን ትረክቦም ዳርጋ ሓደ ክትብሎ ትክእል ኢካ ማለት እዩ ሕጂ ግእዝ እንድሕር ኪኢልካ ትግረ ከማን ይርድኣካ እዩ ብቀሊል መገዲ ማለት እዩ ቡዙሕ ቃላት ብሓንሳብ ስለ ዘለዉ ብኣ ምክንያት እቲ እንታይ ሽሙ ቀልጢፉ ክበርሓልካ ይክእል ማለት እዩ እቲ ትግረ እቲ ቋንቋ ትግረ ማለት እዩ ሕጂ እዚኣ እዚኣ እንድያ ጥራሕ ዘላቶም እቲኣ ትግርኛ ትግርኛ እንድሕር ኪኢልካ ግእዝ እንድሕር ተማሂርካ ንትካል ቋንቋታት ናይ ኤሪትራ ቀልጢፍካ ትማሃሮ ትክእል ኢካ ቀልጢፉ ክርዳኣካ ክእል እዩ ማለት እዩ ሕጂ እዚ ከም ዕድል ክንጥቀመሉ ኣለና ብሕጂ ይጅመር እንድዩ ዘሎ ዳሓን እዚኣ ሕጂ ከም እንታይ ሽሙ ሕጂ ተፋላልየ ቃላት ኸማን ኣብ ግእዝ ኣሎ እንድዩ ብናይ መርጌታ ሄኖክ ገብረሚካኤል መጽሓፍ ኣብ ናቱ ዲክሽነሪ ናይ ግእዝ ዝረኸብክዎ ማለት እዩ ካልኣይ መምህር ሙሉ ኸማን ኣሎ እሱ ኸማን ናይ ግእዝ መርማሪ እዩ ተፋላልየ መርመርቲ ኣለዉ እንድዮም ኣብ ኤርትራ ሕጂ እሶም ቀስ ኢሎም ነቲ ግዝ የመዕብልዎ ኣለዉ ኣብ ዓድና ካብዚ ዝውስኽ ተስፋ ንገብር ሕጂ ንኣብነት ግዝ ጋማ ስም ፊደል ማለት እዩ ስም ፊደል ናይ ግሪኽ ከም ግሪኽ ማለት እዩ ኣሌፍ ቀዳማይ ፊደል ናይ ቋንቋ ዓረብ ማለት እዩ። ሳን ስም ኣምላኽ ብናይ ግእዝ ቋንቋ ማለት እዩ ወይ ስም ፊደል ማለት እዩ። ፋርስ ስም ሃገር ወይ ቋንቋ ናይ ሃገር ኢራን ከማን ትብሎ ትኽእል ኢኻ። ሕጂ እቲ ቋንቋ ሃገር ኢራን ፋርሲ ፋርሲ እንድዩ ዝበሃል። ሕጂ ምስ እዚ ፋርስ ዳርጋ ሓደ እዩ ማለት እዩ። ሕጂ ቀደም በቲ ታሪኽ እንድሕር ከማን መርሚርካዮ ከም ፋርሲ ሃገር እዩ ዝፍለጥ ኔሩ። ሕጂ እዚ ካብ ግዜ ፈሊጠዮ ማለት እዩ። ባባ ወርሒ ጥቅምቲ ማለት እዩ ብግብጺ። ፐሊስ ፐሊስ ሊቀ ሊቅ ከተማ ማለት እዩ ፐሊስ ወይ ፖሊስ ኤጲስ ቆጶስ ጳጳስ ሊቀ ጳጳስ ከተማ ማለት እዩ። ሕጂ እዘን ቃላት ባዕልኩም ክትምርምርዋ ትክእሉ እንዲኩም። ሕጂ ከም ናተይ ጥራሕ ደይትወስድዎ ኮይንኩም ባዕልኹም ኣብ እንታይ ሽሙ ኣብ ጉግል ኣቲኹም ትሪእዋ ትኽእሉ ኢኹም ማለት እዩ ሕጂ ሳን ሳን ጎድ እንድሕር ኢልኩም ሂብኩም ልክዕ እቲኣ ኣብ ግእዝ ዝተጻሓፈት እቲኣ ጉግል ብታሪኽ ከማን ትነግረኩም እያ ማለት እዩ። ተወሳኺ እንድሕር ከም እንታይ ሽሙ እንድሕር ጊርካዮ ከም ከም ፊደል እንድሕር ኢልካ ኦኬ ሳን ለተርስ ወይ ኣልፋቤት እንድሕር ኢልካ ዓረብ ይመጻካ ማለት እዩ። ሽዑ ትግረም ገርመካ ማለት እዩ the Arabic sun and moon letters ማለት ናይ ወርሒ ናይ ጸሓይን ፊደላት ማለት እዩ ኢሎም ይጽሕፉ ማለት እዩ ሕጂ እቲ ምስቲ ናይ ግእዝ ኣቀዲመ ዝሓበርኩኹም ኣብዚኣ ከማን ትረኽብዋ ትኽእሉ ኢኹም ማለት እዩ ሕጂ ከም ዓንተወይ ዝበልኩኹም ፋርዚ ናይ ቋንቋ ኢራን ፐርስያ ሕጂ ኣብዚ ፐርስያ እንድዮም ኢሎም ዝጽሕፍዎ ግን ፐርስያ ማለት ኢራን ማለት እንድዩ እቲ ቋንቋ ልክዕ ምስቲ ኣብኡ ዝነበረ ሃገር ኣብ ግእዝ ምስቲ ትርጉሙ ልክዕ ማች ይመጽእ ማለት እዩ ልክዕ ይመጽእ ማለት እዩ ባዕልኹም ድሕር መርሚርኩሞ ባዕልኹም ትሪኦ ትኽእሉ ኢኹም ተወሳኺ እዚ ኣባባ ከም ኮፕቲክ ካለንዳ ኢለ ጽሒፈያ ሽዑ ልክዕ እቲኣ እቲኣ ወርሒ ከማን መጽያ ማለት እዩ እቲኣ ወርሒ መጺኣ ሕጂ ኣብዚ ብዙሕ ግዜ እንታይ እዮም ዝገብሩ ግሪኽ ግሪኽ ግሪኽ ይብሉ ማለት እዩ ግን ግሪኽ ኩሉ ታሪኹ ይኹን ፊደሉ ይኹን እምነት ይኹን እቲ ሳይንስ ይኹን ካብ ባቢሎን እዮም ወሲዶሞ። ንባቢሎን ስለ ዝሰዓርዎም፣ ኣብቲ ቅድሚ ክልተ ሽሕ ዓመት ማለት እዩ፣ ንባቢሎን ስዒሮሞን ኔሮም፣ ሕጂ ብኣ ምኽንያት እቲ ዝስዕር እዩ ኩሉ ግዜ ታሪኽ ዝጽሕፍ ማለት እዩ፣ ሕጂ ምስቲ ስዕረት ብዙሓት መርመርቲ ገለመለ ኔሮም ድዮም ዋላ እቲ ቁጽርታት ገለመለ ሕጂ እዚ ሓደ ክልተ ገለ ትሪኦ ካብ ዓረብ ካብ ናይ ዓረብ ድዮም ወሲዶሞ፣ ግን እሶም ሕጂ ከም ናቶም ጊሮም እዮም ዘቅርቡልካ ማለት እዩ ከም እሶም ነቲ ታሪኽ ዝፈለጥዎ ግን ኩሉ ካብ ባቢሎን ናብ ናብኡ እዩ ጉዒዙ ማለት እዩ ከምኡ ከማን ጊርና ክንወስዶ ኣለና ማለት እዩ ወይ ካልእ እንድሕር ሓሳብ ኣላትኩም ኣብቲ ኮመንት ትጽሕፉ ትክእሉ ኢኹም ተወሳኺ ሕጂ ናብ ፔሊስ ወይ ፖሊስ ምስ ናይ እንግሊሽ ቋንቋ ፖሊስ ይማሳሰል ማለት እዩ ሕጂ ኣብ ዝኾነ ቦታ ፖሊስ ከምዚ ከም ሓላዊ ዋርድያ ማለት እዩ ሕጂ እንድሕር ብፖል ዝውዳእ ከተማታት ኣሎ እንድዩ ብዙሓት ከተማታት ብ POL ዝውዳእ ኣሎ ሕጂ እዚ ከም እቲ ናይ ምስቲ ናይ ግእዝ ምእትእስሳር ኣሎ ሊከ ወይ ከተማ ኢሉ ማለት እዩ ኣብቲ ዓንተወይ ዘርኣኹኹም ማለት እዩ ሕጂ ምስኡ ይማሳሰል እዩ ፖሊስ ኸማን ሓላዊ እዩ ሕጂ ቀደም እቲ ካህን ወይ እቲ ቀሺ ወይ እቲ ጳጳስ እሱ እንድዩ እቲ ሓላፊ ነይሩ ሕጂ እሱ ከም ፖሊስ ይሕሰብ ኔሩ በቲ መግለጺ ማለት እዩ ከም ሊከ ከም እንታይ ሽሙ ሕጂ ፖሊስ እሱ ከማን ዋርድያ እንድዩ እቲ ፖሊስ ከምኡ ጌርና ከንቅርቦ ከነራኽቦ ንኽእል ኢና ማለት እዩ ሕጂ ንኣብነት እቲ ትግርኛን እቲ ኣምሓርኛን ዳርጋ ዳርጋ ተማሳሰል እዩ ትብሎ ትኽእል ኢኻ። ሕጂ እንታይ ድዩ ቁሩብ ፍልይ ዝበለ ንኣብነት እዘን ቃላት እየን ሓ ዓ ጠ ቀ ቐ እሰን እየን ቁሩብ ፍልይ ዝበለ ሕጂ ኣምሓሩ ነዘን ቃላት ን ዓ ከም ኣ ኢሎም እዮም ዘንብብዋ ን ሓ ከም ኣሃ ኢሎም እዮም ዘንብብዎ ነጠ ከም ተ ኢሎም እዮም ዘንብብዎ ሕጂ ነቲ ትግርንያ ቁሩብ መዓር እዮም ዝውስኽሉ ግን ዳርጋ ትግርንያዮ ትብሎ ትኽእል ኢኻ እንድሕር በቲ እንታይ ሽሙ ሓሲብካዮ ማለት እዩ ብ ከመይ ከምኡ ይብል ኣለኹ ሕጂ ንኣብነት ዓለም እንድሕር ኢልካ ኣለም ይብሉ ማለት እዩ ብጣዕም ሚ ትብል እሶም ብጣዕሚ ይብሉ ደሓን ትብል እሶም ድህነ ይብሉ ፍቅሪ ትብል እሶም ፍክር ይብሉ ወይ ተባረክ ይብሉ ክ ኣባቶም ሕጂ የተባረክ ትኮን ማለት እዩ በጊዕ በግ ትኮን ቀሺ ቄስ ይኮን ኩሉ ነቲ ትግርኛ ፍኩስ ኢሎም እዮም ዘቅርቡልካ ሓደ ክልተ ቃላታት ቁሩብ ፍልይ ይብላ ግን ዳርጋ እዚኣ እንድሕር በሪሃትልኩም ዳርጋ ኣምሓርኛ ትኽእሉ ኢኹም ማለት እዩ። ሕጂ ንኣምሓሩ ትግርኛ ክዛረቡ ይኸብዶም ነቲኦም ትግርኛ ዝዛረቡ ኣምሓርኛ ክዛረቡ ቀሊል እዩ። ቀልጢፉ እዩ ዛርብዎ ማለት እዩ ሕጂ ብኣ ምክንያት እዩ እኮ ዝኮነ ኤሪትራዊ ናብ ዓዲ ዓረብ ከይዱ ኣብ ወርሒ ዓረብ ይክእል ናብ ኣዲስ ኣበባ ከይዱ ኣብ ወርሒ ኣምሓርኛ ክእሉ ማለት እዩ ከም ወዲ ዓዲ ይዛረብ ማለት እዩ ሕጂ እቲ እቲ ኣዳማ መጻ ናይቲ ትግርኛ ቁሩብ ብርትዕ ስለ ዝበለ ዳርጋ ኩሉ ኣዳማምጻ ናይ ተፋላለያ ሃገራት ተደምጾ ትክእል ኢካ ማለት እዩ ልክዕ ተምጾ ትክእል ኢካ እንድሕር ብትግርኛ ጽሒፍካዮ ማለት እዩ እቲ ብኣምሓርኛ እንድሕር ጽሒፍካዮ ቁሩብ እቲ ቃላት ኣሎ ዘይክእልዎ ሓ ሓ ኣይክእሉን እዮም ሕጂ ንኣብነት ወይ ዓዕ ዓዕ ከማን ኣይፍ የብሎምን ኣብ ናቶም ፊደል ማለት እዩ ኣላ እንድያ ከም ፊደል ግን ኣይ ኣይብልዋን እዮም ልክዕ ኣይምጽዋን እዮም ማለት እዩ ሕጂ እሳ እንድያ ጥራሕ ቁሩብ እንታይ ሽሙ ዘላቶም ጉድለት ዘላቶም ግን እቲ ካልእ ዳርጋ ማዓር ወሲኽካ ትግርንያ ምዝራብ ማለት እዩ እኮ ኣማዓርንያ ኣምሓርንያ ትብሎ ከማን ትኽእል ኢኻ ማለት እዩ ሕጂ ሕቶታት ገለ ሓሳባት ገለ እንድሕር ኢልካ ኣለኩም ወይ እንድሕር ትጽሕፉ ደሊኹም ኣብቲ ኮመንት ትጽሕፉ ትኽእሉ ኢኹም ነቲኣ መጻኢ ክፋል ኣብኣ ድሕር ድሕር ዓቕምና ኮይኑ ክንምልሶ ክንፍትን ኢና ማለት እዩ ሓራይ በሉ ሰላም መዓልቲ ደቒ ሃገር ደቒ ኤሪትራ ብሰላም ኣራኽበና ቻው።